ሰላም ጥዕና ይሃበልናን ዝኸበርኩም ተኸታተልቲ ልሳን ተጋሩ ዜናታት ናይ ዝዕለት ሒዝና መፅና ኣለና ፈልማ ግን ኣንድ ቀንዲ ኣርእስታት ሰራዊት ኢትዮጵያ ናብ ኤርትራ ጥሒሱ ዝኣተወለን ኣንፈታት ድሕንነት ኤርትራ ኣጋሊፁ ውግእ ወልቃይት ምቕፃልን ስዒቡ ፅንፈኛ ሓይልታት ይበታተኑ ከም ዘለዉ ሓቢሩ። ጉዳይ ዶባት ትግራይን ኤርትራን ብዝምልከት ትኩስ ሓበሬታ ተለቒቑ። ጀነራል ወዲ ወረደ ብዛዕባ ሓድሽ ሽሞት መራሕቲ ዞባታት መብርሂ ከም ዝሃበ ተፈሊጡ። ዝብሉን ካልኦትን ኣለዉና። ሕጂ ድማ ናብ ዝርዝሮም ፈልማ ግን ቻናልና ሳብስክራይብ ንምድለዋትና ድማ ላይክን ሼርን ብምግባር ቤተሰብ ይኹኑ። ሰናይ ምክትታል ሰራዊት ኢትዮጵያ ናብ ኤርትራ ጥሒሱ ዝኣትወለን ኣንፈታት ድሕንነት ኤርትራ ኣጋሊፆም ውልቀ መላኺ ኢሳያስ ኣፈወርቂ ኣብ ዝገብሮ ናይ ፀንበል መደረ ንመጀመርያ ግዜ ምስ ስርዓት ብልፅግና ዝነበረ ገመድ ከም ዝተበንጠሰን ኣብ መንጎ ክልቲኦም ዘሎ ጎንፂ ናብ ጦርነት ከምርሕ ከም ዝኽእልን ግልፂ ከም ዝገበረ ዝፍለጥ እዩ ኣፍን እዝንን ሻዕብያን ዝኾነት ማእኸል ምርምርን ስነዳን እትበሃል ገፅ እውን ኣብ መዓልታዊ ፅሑፋት ብልፅግና ኣብ ልዕሊ ኤርትራ ወታደራዊ ስጉምቲ ንምውሳድ ምድላዋ ተወዲኣ ኤርትራ እውን ዓርሳ ንምክልኻል መልእ ምድላዋት ከም ዝገበረት እናገለፀት ትርከብ። ማእኸል ምርምርን ስነዳን ወሲኻ ከም ዝገለፀቶ እቶም ንብልፅግና ዘገልግሉ ዘለዉ ተጋሩ ንኤርትራ ክድምስሳ ኢና እናበሉ እናፈከሩ ይውዕሉ ኣለዉ። እቲ ዝደለይዎ ኹናት ይጀመር እሞ ካብኡ ዋግኦም ክንህቦም ኢና ክትብል ካብ ድሕንነት ሻዕብያ ዝተውሃባ መልእኽቲ ከም ዘመሓላለፈት ተፈሊጡ። ጀነራል ዮሃና መንጋ ብሚድያ ብልፅግና ኣብ ዝሃቦ ቃለ ክተት ህወሓት ምስ ታሪኻዊ ፀላኢ ኢትዮጵያ ዝኾነ ሻዕብያ ጥምረት እንተፈጢራ ክነጥፍኣ ኢና ክብል ከምዝገለፀ ተሓቢሩ። ጀነራል ዮሃንስ መንጋ ወሲኹ ከምዝገለፆ ኣብ ልዕሊ ሻዕብያን ህወሓትን ኣብ ዝግበር ጦርነት መንግስቲ ዘይፀዊዕኒ እውን ባዕለይ ናብ ግንባር ክስለፍ እየ ክብል ከምዝገለፀ ተፈሊጡ። እዚ ንግግር ጀነራል ዮሃንስ መንጋ ድማ ንሻዕብያ ከምዘቆጠዐን መልሲ እውን ከምዝሃበሉን ይፍለጥ። ሰበስልጣን ብልፅግና ትማሊ ሻዕብያ ፈታዊ ኢትዮጵያ እዩ ኢሎምን ቃል ኪዳን ኣሲሮምን ምስ ሻዕብያ ሓቢሮምን ኣብ ልዕሊ ህዝቢ ትግራይ ናይ ፅንተት ጦርነት ብምእዋጅ ሓደ ሚልዮን ህዝቢ ትግራይ ክፃነት ከም ዝገበሩ ረሲዖም ሕጂ ንሻዕብያ ታሪኻዊ ፀላኢ ኢትዮጵያ እዩ ምባሎም ንእሽተይ ሕፍረት ዘይብሎምን ነውሪ ዘይፈልጡን ምዃኖም ዘመላኽት ምዃኑ ምሁራት ገሊፆም። እዚ ከምዚ ኢሉ እናሃለወ ዳግማይ ጦርነት ኢትዮ ኤርትራ ዘይኣሩ ምዃኑን እቲ ጦርነት ዘዳለዎ ሓያላት ሃገራት ከም ዝኾናን ተሓቢሩ። ስለዚ ድማ ጦርነት ኢትዮ ኤርትራ ብሓያላት ሃገራት ዝምራሕ ስለዝኾነ ኣብዪ ኣሕመድ ተለኣኣኺ እምበር ናይ ምውሳን ግደ ከምዘይብሉ ተገሊጹ። ሕጂ ዝተረኸበ ሓበሬታ ከምዝሕብሮ ሰራዊት ብልጽግና ናብ ኤርትራ ሰቢሩ ክኣትወለን ዝተዳለወን ግንባራት ድሕንነት ኤርትራ ከምዘጋለጸ ተሓ ብመሰረት እቲ ዝተረኸበ ሓበሬታ ሰራዊት ብልጽግና ብዓፋር ግንባር ቡሬ ብዛላምበሳን ብራማን ጢሒስ ናብ ኤርትራ ንምእታው ከም ዝተዳለወ ተገሊጹ። ነዚ ዝተረደአ ሻዕብያ ድማ እቲ ጦርነት ኣብ ግዝኣት ትግራይ ንምግባር ወታደራዊ ዓብዪ ረብሓ ዘለዎን ጎቦታት ዛላምበሳ ሓዊሱን ካልኦት ጎቦታት ትግራይ ድፋዕ ውዕኢት ይጽበ ከምዘሎ ተፈሊጡ ኣብዚ ከም ዘይተርፍ ዝንገረሉ ዘሎ ኹናት ኢቲ ኤርትራ፣ መርገጺ ሰራዊት ትግራይ'ኸ እንታይ ይኸውን ዝብል ዘይተመለሰ ሕቶን ኩሉ ትጽቢት ዝገብረሉ ዘሎን ጉዳይ ኾይኑ ቀጺሉ ኣሎ። ውግእ ወልቃይት ምቕፃሉ ስዒቡ ፅንፈኛ ሓይልታት ይበታተኑ ከም ዘለዉ ተሓቢሩ። ጀነራል ምግበይ ንህዝቢ ትግራይ ኣብ ዘመሓላለፎ መልእኽቲ ስርዓት ብልፅግና ብውዕሊ ሰላም ፕሪቶርያ መሰረት ግዝኣትና ክምልሰልና ይክኣለን፣ ተመዛበልቲ እውን ኣብ ዘለዎ ኬንዳ እናሞቱ ሓምሻይ ከረምቲ ኣብ ስቓይ ክሕልፉ ተዳልዮም ኣለዉ ክብል ገሊፁ። ጀነራል ምግበይ ብኣብይ ኣሕመድ ዝምራሕ ስርዓት ብልፅግና ትግራይ ብክሳዱ ሒዙ ህዝብናን ናፅነት እናሃለወ ሰራዊትና በቲንና ኢድና ክንህብ ይፅበየና ኣሎ፣ እዚ ፍፁም ዘይኸውን ሕልሚ ብልፅግና እዩ ክብል ተሪር መልእኽቲ መልእኽቱ ኣመሓላሊፉ ኣሎ። ስለዚ ድማ ሰራዊት ትግራይ ዝቃለስ ዘሎ ናይ ህዝቢ ትግራይ መብት ክኽበር ንምግባር ስለዝኾነ ህዝብናን ግዝኣትና ናብቲ ቅድሚ ጀኖሳይዳዊ ኩናት ዝነበረ ኩነታት እንተይተመለሰ እንፈትሖ ቃልሲ የለን ፀላእትና ከም ዝብልዎ እውን ኢድና ይንህብን ክብል ጀነራል ምግበይ ንሰራዊት ትግራይ መልእኽቲ ከም ዘመሓላለፈ ተፈሊጡ። ጀነራል ምግበይ ኣብ መወዳእታ ዘመሓላለፎ መልእኽቲ ደበኛታት ፀላእቲ ትግራይ ኣብ ልዕሊ ህዝቢ ትግራይ ጦርነት ዝኸፍቱ እንተኾይኖም ዓርስና ንምክልኻል ሰራዊትና ኩሉ ዓይነት ምድላዋት ክገብር ከም ዝግባእ ገሊፆም። በዚ ንግግር ዝደንገፀ ብልፅግና ብዓፋር ናብ ትግራይ ዝኣቱ ዝነበረ ሸቐጣት ከም ዝዓገተን ብፍላይ ድማ ኣትክልቲ ፅዒኖም ዝነበሩ ነጋዶ ንከቢድ ኪሳራ ከም ዝተቓልዑን ተፈሊጡ። ብመንግስቲ ዓፋር ዝእዘዙ ፖሊስ ዓፋር ነቲ ናብ ትግራይ ዝኣቱ መስመር ካብ ዝዓፅዎ ዛጊድ ክልተ መዓልቲ ዘቑፀረ እንትኸውን ብጀነራል ወዲ ወረደ ዝምራሕ ግዜያዊ ምሕዳር ትግራይ ግን ዝምታ መሪፂ ከም ዘሎ ንምፍላጥ ተኻኢሉ። ጀነራል ወዲ ወረደ ናይ ኣብይ ኣሕመድን ብልፅግና ኦሮሞን ተለኣኣኺ ምዃኑን ካብ ጌታቸው ረዳ ብዝኾነ ይኹን መዕቀኒ ከም ዘይፍለን ፍልፍላት ሓደ ሓደ ፍልፍላት ከም ዝገለጽዎ ብኣብይ ኣሕመድ ዝምራሕ ስርዓት ኣራት ኪሎ ናብ ትግራይ ዝኣቱ ሸቐጣ ሸቐጥ ኣብ ዓፋር ዝዓጽዎ መራሕቲ ህወሓት ካብ ፍቓድ ፌዴራል መንግስቲ ብደቡብ ዛላምበሳ ናይ ንግዲ ርክባት የካይዱ ኣለዉ ብዝብል ከም ዝኾነ ገሊፃ። እቲ ዝተዓፀወሉ ምኽንያት ብዘየገድስ ትግራይ ዳግማይ ናብ ዕፅዋን ክባን ስለ ዝኣተወት ኣብ ትግራይ ሕፅረትን ንሃር ዋጋ ሸቐጣሸቐጥን ከየስዕብ ከቢድ ስግኣት ፈጢሩ ከም ዘሎ ፍልፍላትና ሓቢሮም። እዚ ከምዚ ኢሉ እናሃለወ ኣብ ሱዳን ዝፀንሐ ሰራዊት ትግራይ ዕሱባት ብልፅግና ዝኾኑ ዕጡቋት ይፀራርጎም ከም ዘሎ እንዳተፀብፀበ ይርከብ። ሕጂ ካብ ምዕራብ ትግራይ ዝተረኸበ ትኩስ ሓበሬታ ከም ዝገለፆ ውግእ ወልቃይት መቑፃሊ ስዒቡ ፅንፈኛ ሓይልታት ይበታ ይበታተኑ ከም ዘለዉ ፅንፈኛ ሓይልታት ኣምሓራ ካብ ምዕራብ ትግራይ ኣይንወፅእን ኢሎም ክፍክሩ እንተፃንሑ እኳ ሕጂ ግን መብረቆ መጥቃዕቲ ሰራዊት ትግራይ ክፃወርዎም ስለዘይከኣሉ እግሮም ናብ ዘምርሖም ይሃድሙ ከም ዘለዉ ተፈሊጡ ጉዳይ ደባት ትግራይን ኤርትራን ብዝምልከት ትኩስ ሓበሬታ ተላኢቑ ኣብዚ ሕጂ እዋን ርክባት ህወሓትን ሻዕብያን ኣብ ፅቡቕ ደረጃ ከም ዝርከብ ፍልፍላት እናሓበረ ይርከቡ ናይ ህወሓት ዋና ኣፈኛ ምዃኑ ዝንገረሉ ስታሊን ገብረስላሴ እውን ዝነበሮ ናይ ኣሜሪካ ኑሮ ገዲፉ ብግዜያውነት ኣብ ኣስመራ ፀብፃባት እናሰርሐ ይርከብ ፍልፍላት ካብ ኢሮብ ከም ዝሓበርዎ ድማ ብስራዊ ሻዕብያ ተዓፅዮም ዝነበሩ መስመራት ስለ ዝተኸፈቱ ህዝቢ ኢሮብ ካብን ናብን እናተንቀ ዝሰቓሰ መዓልታዊ ናብርኡ ይደፍእ ከም ዘሎ ተገሊጾም። ብፍላይ ድማ ካብ ዛላምበሳ ናብ ኢሮብ ዝነበረ መስመር ብምኽፋቱ ንህዝቢ ኢሮብ ዓብዪ ብስራት ከም ዝኾነ ተሓቢሩ። ስለዚ ድማ ጽምዶ ህወሓትን ሻዕብያን ኣብ ህዝብታት ወሪዱ ጥቕሚ እንተሂቡ ክድገፍ ከም ዝግብኦ ርእይቶኦም ዝሃቡ ኣካላት ገሊጾም። እዚ ከምዚ ኢሉ እናሃለወ ሰራዊት ሻዕብያ ሕጂ እውን ብዙሓት ጣብያታት ትግራይ ብሓይሊ ተቖጻጺሩ ከም ዝርከብ ተፈሊጡ። ጽምዶ ህወሐትን ሻዕብያን ተቋውሞን ድጋፍን እናተኣናገደ እኳ እንተኾነ ፍልይ ዝበለ ሓሳብ ሒዞም ዝመፁ ምሁራት እውን ከም ዘለዉ ደገፍቲ ጽምዶ ዝኾኑ ምሁራት ተጋሩ ኢትዮጵያ እትበሃል ሃገር ካብ ታሪክ ምርዳእ ከም ዝከኣል ብደም ተጋሩ ዝተመስረተት እናሃለወት ንተጋሩ እናድመየት እትነብር ሃገር እያ። ስለዚ ድማ ትግራይ ዘለዋ ዝሕሸ መማረፂ ምስ ሻዕብያ ጽምዶ ጣር እየ ክብል ይገልጾ። ናይዚ ተቃዋምቲ ዝኾኑ ምሁራት ድማ ትግራይ ምስ ፌዴራል መንግስቲ ተደራዲራ ግዝኣታ ክምለስ እንተገይር ምስ ፌዴራል መንግስቲ እንተተሰሊፋን እቲ ኣብ ልዕሊ ትግራይ ዝበፅሐ ሓደጋ ምቕናስ ትኽእል እያ ክብሉ ይገልጹ። እዞም ምሁራት ፌዴራል መንግስቲ ግዝኣት ትግራይ ሕጂ እንተዘይመሊስ እውን ግዘ ክትፅበ እምበር ምስ ሻዕብያ ፅምዶ ክትፈጥር የብላን ክብሉ ይገልፁ። በዚ ክልተ ተቃረንቲ ሓሳባት ዘይስማዕምዑ ምሁራት ድማ ትግራይ ንሻዕብያ ይኹን ፌዴራል መንግስቲ ክትድግፍ የብላን፣ ክልቲኦም ሓይልታት ኣብ ልዕሊ ህዝቢ ትግራይ ጀኖሳይድ ዝፈፀሙ ሓይልታት ምሁራት እዮም ክብሉ ይገልፁ። እቶም ምሁራት ንዝኾነ ይኹን ሓይሊ ክትድግፍ የብላን ኢሎም ዝኣምኑ ምሁራት ብልፅግናን ሻዕብያን እንተደልዮም ይዋግኡ። ድሕሪ እቲ ውግእ ክልቲኦም ሓይልታት ስለ ዝዳኸሙ ትግራይ ግዝኣታ ንምምላስ ዓብዪ ዕድል ክፈጥረላ እዩ ክብሉ ይምግቱ። እዞም ብምሁራት ዝቐርቡ ዘለዉ ሰለስተ ሓሳባት ተደጋጋሚ ዘተታት ብምክያድ ሕድሕዶም ንህዝቢ ትግራይ ዝህልዎም ረብሓን ጉድኣትን ተፈልዩ ኣብ መወዳእታ እቲ ንህዝቢ ትግራይ ዝሕሸ ረብሓ ዘለዎ ሓሳብ ተቐባልነት ክረክብ ኣለዎ ክብሉ ምሁራት ገሊፆም። እዚ ከምዚ ኢሎ እናሃለወ ኣብ ዶባት ትግራይን ኤርትራን ውዕውዕ ንግዲ ይካየድ ከም ዘሎ